ነዛ ሎሚ እንድህስሳ ሃገር ብዝግባእ ንምፍላጣን ንምርዳኣን ብቐዳማይ ደረጃ ምናልባት ነቲ ዘደንቕን ዘሕዝንን ታሪኻዊ ምንጽጻራት ብጸጋ ምቕባሉ ኣገዳሲ ክኸውን ይኽእል እዩ። ኣብ ማእከል ማእከላይ ምብራቕ ተቐሚጣ ምስ ሃገራት ምዕራብ ብባሕሪ ሜዲትራንያን እትራኸብ ኣብቲ ዕስራን ክልተን ኣባል ሃገራት ዘለዎ ሊግ ዓረብ እታ እንኮ ክርስትያን ፕረዚደንት ዘለዋ ሃገር እያ። ታሪኽ እዛ ሃገር ኣብቶም ዝፈረሱ ህንጻታታን ኣብቶም ደጊሞም ዘጉላዕልዑ ሲደር ዝዓይነቶም ኣግራባን ዝተጻሕፈ እዩ። እንታይነት እዛ ሃገር ንምርዳእ ፖለቲካ ጥራይ ዘይኮነ ነቲ ዓሚቕ ትርጉም ዘለዎ መንፈስ ዳግመ ህያውነት ህዝባውን ክድህሰስ ይግባእ። ናብዛ ኣደናቒት ሃገር ገጽኩም ዘወር ምስ እትብሉ ብመጀመርያ ዝቕበለኩም ዓሸራ ሰልጣነ ጥንታውያን ፍንቄኣውያን ወይ ፊኒሽየንስ ናይ ጥንታውያን ሮማውያን ግርማ ሞጎስ ጥበብ ቅዲ ህንጻ ፈረንሳውያን ልዕሊ ኩሉ ድማ ፍሽኽታ ናይቶም ፈጺሞም ዘይጸዓዱን ኣብ ሃገሮም ተስፋ ዘይቆርጹን ህዝባ'ዩ። ንርእሰ ከተማኣ ናይ ምብራቕ ፓሪስ ብዝብል ቅጽል ስም'ዮም ዝጽውዕዋ። ንሕና ድማ በቲ ካልእ መጸውዒኣ ዝኾነ እታ ደጋጊማ ካብ ሞት ዝተንስኣት ናይ ምብራቕ ፊኒክስ ከተማ ብምባል ክንጽውዓ ኢና። እዛ ማራኺት ሃገር ሊባኖስ ኮይና እታ ፈጺማ ዘይትመውትን ዘይትጸዓድን ከምኡ'ውን ህርመት ልቢ'ታ ሃገር ዝኾነት ምጭውቲ ርእሰ ከተማኣ ድማ በይሩት ትበሃል። ሰላምታ ኣይረሳዕናን ፍትዋት ተኸታተልቲ መስትያት ዓለም ሎሚ እምበኣር ናብ ምድረ ሃገራት ሻም ወይ ድማ ሌቫንት ብምቕናዕ ንሃገረ ሊባኖስ ካብ ናይ ሜዲትራንያን ባሕሪ ገማግም ክሳብ ብበረድ ዝተሸፈኑ ጎቦታታ ካብታ ጥንታዊት ከተማ ባልቤክ ክሳብ ዕምርቲ ከተማ በይሩት ብምጉዓዝ ክንድህስሳ ኢና። ንፖለቲካዊ ኣቃውማ እታ ሃገርን ብዛዕባ እቲ ኣብ ዓለምና ካብ ዝተኸስቱ ኣደንጸውቲ ቁጠባውያን ውድቀታት ሓደ ዝኾነ ውድቀት ቁጠባ ሊባኖስ፣ ብዛዕባ እቲ ኣብ ክልተ ሽሕን ዕስራን ዓመተ ምህረት ኣብ በይሩት ዝተኸስተ ነትጒን እውን ክንድህስሶም ኢና። እቶም መወዳድርቲ ዘይብሎም ኣደነቕቲ ተፈጥሮኣውያን ቅርስታት ሊባኖስን ንኽልተ ዓመታት ምሉእ ብዘይ መራሒ ክትጓዓዝ ጸኒሓ ኣብዚ ዝሓለፈ ቀረባ እዋን ብዛዕባ ዝመዘዘቶ ሓድሽ መራሒኣን'ውን ኣካል ትሕዝቶና'ዮም። ሰናይ ምክትታል። ሊባኖስ ኣብ ማእከላይ ምብራቕ ካብ ዝርከባ ሃገራት ብስፍሓታ ምስተን ኣዝየን ንኣሽቱ ዝበሃላ ሃገራት እትስራዕ ሃገር እያ። ጠቕላላ ስፍሓት መሬታ ድማ ዓሰርተ ሽሕን ኣርባዕተ ሚእትን ሓምሳን ክልተን ትርብዒት ኪሎሜተር ጥራይ እዩ። ነዚ ቁጽሪ ምስታ ሚእትን ዓሰርተ ሸውዓተን ሽሕን ሽዱሽተ ሚእትን ትርብዒት ኪሎሜተር ስፍሓት ዘለዋ ሃገርና ኤርትራ ምስ እነወዳድሮ ሊባኖስ ካብ ኤርትራ ብሓፈሻ ብዓሰርተ ሓደ ዕጽፊ ካብታ ዝዓበየት ዞባ ሃገርና ዝኾነት ዞባ ጋሽ ባርካ ድማ ብልዕሊ ሰለስተ ዕጽፊ ትንእስ። ብርግጽ ዕቤትን ብሉጽነትን ሓንቲ ሃገር ግን ብስፍሓት መሬት ዝልካዕ ኣይኮነን። ሊባኖስ ብሸነኽ ምዕራብ ኣስታት ክልተ ሚእትን ዒስራን ሓሙሽተን ኪሎ ሜተር ንውሓት ብዘለዎ ገማግም ባሕሪ ሜዲትራንያን ብሸነኽ ሰሜንን ምብራቕን ምስ ሶርያ ብሸነኽ ደቡብ ድማ ምስ እስራኤል ትዳወብ። ቅርጺ መሬት ሃገረ ሊባኖስ ዝተፈላለዩ ዓይነታት ዘለዎ'ዩ። ኣብ ግዜ ንግሆ ኣብቲ ብኣኻውሕ በረድ ዝተሸፈነ ጎቦታት ሊባኖስ ብምንሽርታት ተዘናጊዕኩም፣ ኣብ ግዜ ድሕሪ ቀትሪ ድማ ናይ ኣስታት ሰላሳ ደቒቕ ጉዕዞ ኣካይድኩም ኣብቲ ምዉቕ ዝበለ ኩነታት ኣየር ዘለዎ ገማግም ባሕሪ ሜዲትራንያን ክትሕንብሱን ኣካላትኩም ከተዝሕሉን እትኽእሉላ እንኮ ዓረባዊት ሃገር እያ። እቲ ሊባኖስ ዝብል ስማ ዝመጸ እውን ካብቲ ለባን ዝብል ቋንቋ ሰማውያን ኮይኑ ትርጉሙ ድማ ጻዕዳ ማለት እዩ። እዚ ቃል ድማ ነቶም ንዝበዝሐ ክፋል ዓመት ብበረድ ዝሽፈኑ ጎቦታት እታ ሃገር ንምግላጽ ዝተዋህበ ስም እዩ። ሊባኖስ እታ እንኮ ምድረበዳ ዘይብላ ኣብ ማእከላይ ምብራቕ ዝተደኮነት ሃገር እያ። ባንዴራ ሃገረ ሊባኖስ ኣብ ላዕልን ታሕትን ቀይሕ ሽራጥ ሕብሪ ክህልዋ እንከሎ፣ ኣብ ማእከል ድማ ስፍሕ ዝበለ ጻዕዳ ሕብሪ ይረኣያ። እቲ ቀይሕ ሕብሪ ነቲ ንናጽነት ዝተኸፍለ ደም ዘመላኽት ኮይኑ፣ እቲ ጻዕዳ ሕብሪ ድማ ነቲ ኣብ ጎቦታት ሊባኖስ ጐሊሑ ዝረኣ ጻዕዳ በረድን ንሰላምን ተስፋን ይውክል። እቲ ኣብ ባንዴራ ካብ ምስፋር ሓሊፉ ምልክትን ህርመት ልብን እታ ሃገር ዝኾነ ኣብ ማእከል ባንዴራኣ ብቐጠልያ ሕብሪ ተቐሚጡ ዝረኣ ገረብ ድማ ገረብ ሲደር እዩ። እዚ ገረብ ንሊባኖሳውያን ናይ ብርትዐ፣ ቀጻልነትን ቅድስናን ምልክት እዩ። ገረብ ሲደር ስሙ ኣብ መጽሓፍ ቅዱስ ሰፊሩ ዝርከብ ገረብ እዩ። ገረብ ሲደር ብቋንቋ ትግርኛ ቄድሮስ ወይ ድማ ጽሕዲ ሊባኖስ ተባሂሉ እዩ ዝጽዋዕ። ንጉስ ሰለሞን ነቲ ዓብዪ ቤት መቕደስ ዮርሳሌም ንምህናጽ ነዚ ገረብ እዚ ኣብ ጥቕሚ ከም ዘውዓሎ ድማ ታሪኽ ይነግረና እዩ። ንታሪኽን ኣመሰራርታን ሊባኖስ ንኽንዕዘብ ኣስታት ሓሙሽተ ሽሕ ዓመታት ንድሕሪት ክንምለስ ኣለና። እዚ ሎሚ ሊባኖስ ተደኲናትሉ ዘላ ኣከባቢ ኣብ ጥንቲ ዘመን ፍንቄ፣ ብእንግሊሽ ድማ ፎኒሽያ ተባሂሉ ዝጽዋዕ ዝነበረ ዀይኑ፣ እቶም ኣብቲ እዋን'ቲ ኣብዚ ከባቢ ዝነብሩ ዝነበሩ ፍንቄኣውያን ዝበሃሉ ኣህዛብ ድማ ወነንቲ ባሕሪ ሜዲትራንያንን ቀንዲ ማእከል ንግዲ ዓለም ዝነበሩን እዮም። ሓደ ካብቲ ንዓለምና ዘበርከቱላ ዓበይቲ ህያባት ድማ እዚ ሎሚ እንጥቀመሉ ዘለና ፊደል ወይ ድማ ኣልፋቤት እዩ። ፍንቄያውያን ነቲ ኣቐዲሙ ብጥንታውያን ግብጻውያንን ሳመራውያንን ወይ ሜሶፖታምያውያን ኣብ ጥቕሚ ዝውዕል ዝነበረ ናይ ምልክት ፊደል ወይ ሲምቦሊክ ኣልፋቤት ናብ ዕስራን ክልተን ፊደላት ዘለዎ ስሩዕ ናይ ጽሑፍ ፊደላት ዘማዕበልዎ ኣህዛብ ምዃኖም ኣብ ታሪኽ ሰፊሩ ዘሎ'ዩ። ብድሕሪ ስልጣነ ፍንቄ ናይ ሎሚ መሬት ሊባኖስ ኣብ ትሕቲ ብርክት ዝበሉ ነገስታት ወዲቑ ዝነበረ ኮይኑ፣ ብፍላይ ሮማውያን ንከተማ ቤይሩት ማእከል ትምህርቲ ሕጊ፣ ንባልቤክ ድማ ማእከል ኣብያተ መቕደሶም ገይሮመን ነይሮም። ብድሕሪኡ'ውን ንኣስታት ኣርባዕተ ሚእቲ ዓመታት ኣብ ትሕቲ ምምሕዳር ኦቶማን ቱርካውያን ኣትያ ዝነበረት ሊባኖስ፣ ድሕሪ ቀዳማይ ኲናት ዓለም ከኣ ኣብ ትሕቲ መግዛእቲ ፈረንሳ ተመሓዲራ ነይራ። መግዛእቲ ፈረንሳ ክሳብ ሎሚ ኣብ ቋንቋ እታ ሃገርን ኣብ ቅዲ ኣነባብራ'ታ ናይ ዞባ ምብራቕ ፓሪስ ተባሂላ እትጽዋዕ ከተማ በይሩትን ዓሸርኡ ብደሚቕ ዘንበረ'ዩ። ኣብ ሽሕን ትሽዓተ ሚእትን ኣርብዓን ሰለስተን ዓመተ ምህረት ናጽነታ ድሕሪ ምእዋጃ ድማ ቅልጡፍ ቁጠባዊ ዕቤት ከተርኢ ጀሚራ። ብዛዕባ ሊባኖስ ኣልዒልካ ንጽባቐ ርእሰ ከተማኣ በይሩት ከየድነቕካ ምሕላፍ ብርግጽ ዝከኣል ኣይኮነን። ናብ ጎደናታት በይሩት ምስ እትወጽእ እታ ከተማ ናይ ገዛእ ርእሳ ፍልይ ዝበለ ህርመት ልቢ ከም ዘለዋ ክትግንዘብ ትኽእል። እቲ ኣብ ገማግም ባሕሪ ሜዲትራንያን ዝተሰርሐ ኮርኔሽ ተባሂሉ ዝጽዋዕ ነዊሕ መዛወሪ ጎደና፣ መሬት ዓይኒ ምስ ሓዘ ብሰሓቕ ናይ ሰባት፣ ብሽክሌታ ብዝዝውሩ ቆልዑን ቡንን ካልእ ዓይነት ናይ ጎደና መግቢ ብዝሸጡ ነጋዶን ይደምቕ። ቅድሚ እቲ ኣብ ሊባኖስ ዘጋጠመ ቁጠባዊ ቀውሲ፣ ጠቕላላ ፍርያት ውሽጢ ሃገር ሊባኖስ ወይ ድማ GDP እታ ሃገር ኣብ ዓመተ ክልተ ሽሕን ዓሰርተ ሸሞንተን ናብ ሓምሳን ሓሙሽተን ቢልዮን ዶላር ዝጸጋዕ እዩ ነይሩ። ንሓንቲ ክንድ ሊባኖስ እትኣክል ንእሽተይን ሓሙሽተ ሚልዮን ጥራይ ዝበጽሕ ብዝሒ ህዝቢ ዘለዋ ሃገርን እዚ ዝተጠቕሰ መጠን ኣዝዩ ግዙፍ ቁጠባ'ዩ ነይሩ። በጻሕቲ ዓለምን ሃብታማት ዓረባውያንን ድማ ገንዘቦም ኣብ ባንክታት ከተማ ቤይሩት ይኽዝንዎ ነበሩ። እንተኾነ ግን መድረኻት ቁጠባን ታሪኽን ዓለም ወትሩ ብዕቤትን ብብልጽግናን ዝተመልኣ ኣይኮነን። እዛ ኣብነት ሰላምን ብልጽግናን ዝነበረት ሃገር ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት ናብ ፍጹም ቅልጡፍ መዋጽኦ ዘይረኸበትሉ ድቕድቕ ጸልማት ኣተወት። እቲ ምኽንያት ኣብ መንጎ'ብታ ሃገር ዝነብሩ ክርስትያን ተኸተልቲ ሱንን ሺዓን ዝኾኑ ሙስሊምን ፍልስጤማውያን ስደተኛታትን ተፈጢሩ ዝነበረ ብውሽጢ ፈኸም ክብል ዝኸረመን ፖለቲካውን ሃይማኖታውን ወጥሪ ንደገ ወጺኡ ንዓሰርተ ሓሙሽተ ዓመታት ዝቐጸለ ኣዝዩ ኣስካሕካሒ ኲናት ሓድሕድ ብምውልዕ'ዩ ከተማ ቤይሩት ድማ ኣብ ክልተ ተመቕለት፣ ብሸነኽ ምብራቕ ክርስትያን ብሸነኽ ምዕራብ ድማ ሞስሊም፣ ኣብዚ ንዓሰርተ ሓሙሽተ ዓመታት ዝቐጸለ ኲናት ልዕሊ ሚእትን ዒስራን ሽሕ ዜጋታት ህይወቶም ክስእኑ እንከለዉ፣ ብሚልዮናት ዝቑጸሩ ድማ ቤት ንብረቶም ገዲፎም ተመዛቢሎም። ኣብ ሽሕን ትሽዓተ ሚእትን ቴስዓን ዓመተ ምህረት ስምምዕ ጣይፍ ማለት ድማ Taif Agreement ተፈሪሙ፣ እቲ ኲናት ሓድሕድ ደው ምስ በለ ኸኣ ከተማ ቤይሩት ፈራሪሳ ነበርታ ድማ በቲ ኹሉ ዘጋጠመ ልዑል ስነ-ልቦናዊ ሃስያ ወሪድዎምን ነይሩ። እታ ዘይትጸዓድ ቤይሩት ደጊማ ክትትንስእን ክትብልጽግን ምስ በለት ድማ ሃገረ ሊባኖስ ካልእ ዘይትጽቢታዊ ሓደጋ ጎፍ በላ! ኣርባዕተ ነሓሰ ክልተ ሽሕን ዕስራን ዓመተ ምህረት ትርግታ ልቢ ዓለም ብሓፈሻ፣ ትርግታ ልቢ ሊባኖሳውያን ድማ ብቐንዱ ብልዑል መጠን ዝሃረመትላ መዓልቲ እያ ነይራ። ኣብ ወደብ ቤይሩት ንኣስታት ሽዱሽተ ዓመታት ብዘይ ዝኾነ ናይ ድሕነት መከላኸሊታት ተኸዚኑ ዝነበረ ክልተ ሽሕን ሸውዓተ ሚእትን ሓምሳን ቶን ዝሚዛኑ ኣሞንዩም ናይትሬት ዝተባህለ ኬሚካል ብብርቱዕ ድምጺ ተፈንጀረ። እቲ ፍንጀራ ኣብ ታሪኽ ካብ ዝተራእዩ ኒዩክሌር ዘይኮኑ ፍንጀራታት እቲ ኣዝዩ ኣዕናዊ ተባሂሉ ዝተመዝገበ እዩ ነይሩ። ድምጺ እቲ ፍንጀራ ኣብታ ኣስታት ክልተ ሚእትን ኣርብዓን ኪሎ ሜተር ርሒቓ ኣብ ባሕሪ ሜዲትራንያን ተደኲና እትርከብ ደሴት ቆጵሮስ ከምዝተሰምዐ ድማ'ዩ ዝንገር። ብምኽንያት እዚ ሓደጋ ክልተ ሚእትን ዓሰርተ ሸሞንተን ንጹሃን ዜጋታት ክሞቱ እንከለዉ፣ ልዕሊ ሸውዓተ ሽሕ ዜጋታት ድማ ፎኪስን ከቢድን መቑሰልቲ ተሰከሙ። ኣስታት ሰለስተ ሚእቲ ሽሕ ነበርቲ በይሩት ድማ ኣብ ሓደ ረፍዲ መንበሪ ቤት ዘይብሎም ተረፉ። ከተማ ቤይሩት ድማ ደጊማ ናብ ፍርስራስ ተቐየረት። እዚ ሓደጋ ኢድ ናይ ደገ ሓይልታት ዝነበሮ ዘይኮነ፣ ሱር ዝሰደደ ፖለቲካዊ ብልሽውናን ሸለልትነት ዝመልኦ ምሕደራን ዘስዓቦ መሪር ፍረ'ዩ ነይሩ። ነታ ሃገር ድማ ልዑል ገንዘባዊ ክሳራ ኣስዓበላ። እቲ ካልእ ካብዚ ዝኸፍኣ ክስተት ዘጋጠመ ግን እቲ ኣብ ክልተ ሽሕን ዓሰርተ ትሽዓተን ዓመተ ምህረት ነታ ሃገር ዘጋጠማ ቁጠባዊ ውድቀት እዩ። ዓለምለኻዊ ባንኪ ዓለም ነዚ ኣብ ሊባኖስ ዝተራእየ ቁጠባዊ ውድቀት ካብ ሽሕን ሸሞንተ ሚእትን ሓምሳታት ጀሚሩ ኣብ ዓለም ካብ ዝተራእዩ ዓበይቲ ቁጠባውያን ውድቀታት ሓደ ብምባል እዩ ዝገልጾ። ኣብቲ እዋንቲ ዋጋ ባጤራ እታ ሃገር ዝኾነ ሊባኖስ ፓውንድ ናይ ቴስዓን ሸሞንተን ሚእታዊት ዝቕባበ እዩ ኣመዝጊቡ። እቲ ዘገርም ድማ ኣብ ክልተ ሽሕን ዓሰርተ ሸሞንተን ዓመተ ምህረት ሓንቲ ዶላር ብሽሕን ሓሙሽተ ሚእትን ሊባኖስ ፓውንድ እትሽረፍ ዝነበረት ኣብ መወዳእታ ክልተ ሽሕን ዒስራን ኣርባዕተን ዓመተ ምህረት ከምኡ'ውን ኣብ መጀመርታ ክልተ ሽሕን ዒስራን ሓሙሽተን ሓንቲ ዶላር ልዕሊ ቴስዓ ሽሕ ፓውንድ ክትሽረፍ ምጅማራ'ዩ ፖለቲካ ሊባኖስ ኣብ ዓለም ካብ ዘለዉ ስርዓታት ፖለቲካ ኣዝዩ ዝተሓላለኸን ዝተፈልየን እዩ። እቲ ፖለቲካዊ ስርዓት ኮንፊሽናሊዝም ብዝብል ስርዓት እዩ ዝመሓደር። እዚ ማለት ድማ ስልጣን ኣብታ ሃገር ኣብ ዘለዋ ሃይማኖታት ብማዕረ ይከፋፈል ማለት እዩ። ብመሰረት ሕገ መንግስቲ እታ ሃገር ፕረዚደንት ሊባኖስ ኩሉ ግዜ ማሮናይት ክርስትያን እዩ ክኸውን ዘለዎ። ቀዳማይ ሚኒስተር ድማ ኩሉ ግዜ ሱኒ ሙስሊም ክኸውን ኣለዎ ኣፈኛ ባይቶ እታ ሃገር ከኣ ኩሉ ግዜ ሺዓ ሙስሊም ክኸውን ይግባእ። እዚ ስምምዕን ፖለቲካዊ ኣቃውማን ካብ ሽሕን ትሽዓተ ሚእትን ኣርብዓን ሰለስተን ዓመተ ምህረት ኣትሒዙ ኣብ ተግባር ክስርሓሉ ዝጸንሐ ኮይኑ ንሃገረ ሊባኖስ ድማ ኣብቲ ዕስራን ክልተን ኣባላት ዘለውኦ ሊግ ዓረብ እታ እንኮ ክርስትያን ፕረዚደንት ዘለዋ ሃገር ይገብራ። ሊባኖስ ንንውሕ ዝበለ ግዜ ብዘይ ፕረዚደንት ክትጉዓዝ ዝጸንሐት ሃገር'ያ። ናይ ቀደም ፕረዚደንት እታ ሃገር ሚሸል ኣዎን ኣብ ክልተ ሽሕን ዒስራን ክልተን ዓመተ ምህረት ካብ መዝነቱ ድሕሪ ምውራዱ ባይቶ እታ ሃገር ፕረዚደንት ንምምራጽ ዓሰርተ ሰለስተ ግዜ ተኣኪቡ ኣብ ሓደ ስምምዕ ክበጽሕ ግን ኣይከኣለን ነይሩ። ኣብ መወዳእታ ግን እታ ሃገር ንኣስታት ክልተ ዓመትን ሰለስተ ወርሕን ብዘይ ፕረዚደንት ድሕሪ ምጉዓዛ፣ ኣብ ጥሪ ክልተ ሽሕን ዕስራን ሓሙሽተን ዓመተ ምህረት እቲ ባይቶ ንኣዛዚ ሓይሊ ሰራዊት እታ ሃገር ነበር ጀነራል ጆሴፍ ኣዎን ፕረዚደንት እታ ሃገር ክኸውን ሓረዮ። ጆሴፍ ኣዎን ካብቲ ሚእትን ዒስራን ሸሞንተን ኣባላት ዘለዎ ባይቶ እታ ሃገር ቴስዓን ትሽዓተን ሚእታዊት ነጥቢ ብምርካብ እዩ ፕረዚደንት ኾይኑ ተመሪጹ። እቲ ሓድሽ ፕረዚደንት ድማ ነታ ሃገር ካብ ኣትያቶ ዝነበረት ፖለቲካዊ፣ ቁጠባውን ጸጥታውን ቅልውላው ንከውጽኣ ከቢድ ሓላፍነት ተሰከመ። ሊባኖስ ከምዚ ሎሚ ቁጠባውን ፖለቲካውን ውድቀት ከየጋጠማ እንከሎ ብዙሓት ኣሕዋትናን ኣዴታትናን ዝሰርሓላን ደቀን ዘዕብያላን ሃገር እያ ነይራ። ሎሚ እውን እንተኾነ ኤርትራውያን ኣዴታት ኣብ ሊባኖስ ዝነብራ ኮይነን ምስቲ ናይ ቀደም ኣወዳዲርካ ግን እቲ ብዝሒ ኣዝዩ ውሑድ እዩ። ኣብታ ሃገር ኣብ ስራሕ ገዛን ካልእን ዝሰርሑ ኣስታት ኣርባዕተ ሚእቲ ሽሕ ስደተኛታት ከም ዝነብሩ ድማ ይንገር። ኣብ ሊባኖስ ካፋላ ዝበሃል ልዑል ክትዓትን ተቓውሞን ዝቐርበሉ ኣዛራቢ ናይ ስፖንሰርሺፕ ስርዓት ኣሎ። እዚ ስርዓት ንሕጋዊ መንበሪ ፍቓድ ሓንቲ ሰራሕተኛ ገዛ ምስ ኣስራሒኣ ዘተኣሳስራ ስርዓት እዩ። እዚ ድማ ንብዙሓት ናይ ገዛ ሰራሕተኛታት እታ ሃገር ከቢድ በደል ንኽበጽሐን ምኽንያት ዝኾነ'ዩ። ብፍላይ ኣብታ ሃገር ልዑል ቁጠባዊ ቅልውላው ኣጋጢሙሉ ኣብ ዝነበረ ግዜ ብዙሓት ናይ ገዛ ሰራሕተኛታት ደሞዘን ክኽልኣ ምኽንያት ኮይኑ'ዩ። ኣብ ከተማ ቤይሩት ዳውራ ተባሂሉ ኣብ ዝጽዋዕ ከባቢታት ብብዝሒ ሓበሻ ከም ዝርከቡ ዝንገር ኮይኑ ናብቲ ከባቢ ምስ እትኸይድ ድማ ናይ ሓበሻ ሬስቶራንታትን ቡን ዝሽየጠሎም ከባቢታትን ክትዕዘብ ትኽእል። ብዝሒ ህዝቢ ሃገረ ሊባኖስ ኣስታት ሓሙሽተ ነጥቢ ኣርባዕተ ሚልዮን እዩ። ኣብዚ ግን ሓደ ኣገራሚ ሓቂ ኣሎ። ኣብ ዓለም ካብ ዘለዉ ሊባኖሳውያን እቶም መብዛሕትኦም ካብ ሊባኖስ ወጻኢ እዮም ዝነብሩ። ኣብታ ሃገር ካብ ዘለዉ ሓሙሽተ ነጥቢ ኣርባዕተ ሚልዮን ኣብ ዲያስፖራ ኣብ ከም በዓል ብራዚል፣ ኣሜሪካ፣ ኣውስትራልያን ኤውሮጳን ዝነብሩ ልዕሊ ዓሰርተ ሚልዮን ዝበጽሑ ሊባኖሳውያን ይበዝሑ። ኣብ ሃገር ምስ ዝነብር ህዝበን ኣነጻጺርካ፣ ሊባኖስ ልዑል ብዝሒ ነበርቲ ዲያስፖራ ብመንጽር ነበርቲ ውሽጢ ሃገር ኣብ ዝብል መሳልል ቀዳመይቲ እትስራዕ ሃገር እያ። በቦኣ ሊባኖሳዊት ዝኾነት ሻኪራ፣ ሲኢኦ ትካላት መፍረ መካይን ኒሳንን ሪኖልትን ነበር ሃብታም ሚልዮነር ካርሎስ ጎስንን ካልኦት ብርክት ዝበሉ ተዋሳእቲ ሆሊውድን ድማ ሊባኖሳዊ መበቆል ዘለዎም ፍሉጣት ሰባት ዓለምና'ዮም። ሊባኖስ ዓሰርተ ሸሞንተ ወግዓዊ ተቐባልነት ዘለዎም ሃይማኖታት ዘለዋ ሃገር'ያ፣ ማሮናይት፣ ካቶሊክ፣ ናይ ግሪኽ ኦርቶዶክስ፣ ናይ ሱንን ሺዓን ሙስሊም ከምኡ'ውን ተኸተልቲ እምነት ድሩዝ ድማ እቶም ብቐዳምነት ዝጥቀሱ ሃይማኖታት'ዮም። ኣብ ማእከል ከተማ ቤይሩት ድማ ታሪኻዊ ካቴድራል ቅዱስ ጊዮርጊስ ማሮናይትን መስጊድ መሓመድ ኣል ኣሚንን ብውሑዳት ስጉምትታት ጥራይ ተፈላልዮም ተሰሪሖም ክትሪኦም ትኽእል። ክርስትያናዊ ታሪኽ ሊባኖስ ዓሚቕን ካብ ጥንቲ ዘመን ጀሚሩ ሱር ዝሰደደን እዩ። ብፍላይ ተኸተልቲ እምነት ማሮናይት ክርስትና ኣብ ከበድቲ ናይ ፈተና ዘመናቶም ናብ ጎቦታት ሊባኖስ ብምህዳም ባህሎምን እምነቶምን ዓቂቦም ክቕጽሉ ክኢሎም እዮም። መሰረት እዚ ጥንታዊ ታሪኽ ከኣዩ ንሊባኖስ ኣብ ማእከላይ ምብራቕ ፍሉይን ደሚቕን ክርስትያናዊ ዓሸራ ዘለዋ ሃገር ክገብራ ዝኸኣለ ልክዓዊ ኣብነት ናይዚ ታሪኽ ክርስትያን እታ ሃገርን ጽንዓት እቶም ኣመንትን ድማ እቲ ካብ ጽፍሒ ባሕሪ ኣስታት ሽዱሽተ ሚእቲ ሜትሮ ብራኸ ኣብ ዘለዎ ጫፍ ጎቦ ሃሪሳ ግርማ ለቢሱ ቆይሙ ዘሎ ናይ እመቤት ሊባኖስ ማለት ድማ ግዙፍ ሓወልቲ ድንግል ማርያም ወይ ድማ ኣዋር ሌዲ ኦፍ ሊባኖን እዩ። እዚ ኣብ ሽሕን ትሽዓተ ሚእትን ሸሞንተን ዓመተ ምህረት ተሃኒጹ ዝተዛዘመን ኣስታት ዓሰርተ ሓሙሽተ ቶን ዝምዘንን ጻዕዳ ሓወልቲ ድንግል ማርያም ክልተ ኣእዳዋ ዘርጊሓ ናብ ባሕሪ ሜዲትራንያን ክትጥምት ከኣ የርኢ። እቲ ኣገራም ነገር ግን እዚ ቦታ ናይ ክርስትያን ጥራይ ዘይኮነ ተኸተልቲ ዝተፈላለዩ ሃይማኖታት ተኸተልቲ እምነት ምስልምና ከይተረፈ ዝበጽሕዎን ጸሎቶም ዘዕርጉሉን ምልክት ሰላምን ሓድነትን ሊባኖሳውያን እዮም። ሊባኖሳውያን ልክዕ ከማና ንኣቀባብላ ጋሻን ማሕበራዊ ህይወትን ልዑል ቦታ ዝህቡ ህዝቢ እዮም። መግቢ ሊባኖስ እውን እንተኾነ ኣብ መላእ ዓለም ፍሉጥ እዩ። ሜዜ ዝበሃል ኣቀራርባ መኣዲ ዘለዎም ኮይኑ ኣብ ንኣሽቱ ብያትታት ናይ ዝቕረቡ ዝተፈላለዩ ዓይነታት መግቢ እኽብካብ ድማ እዩ። ንመግብታት ሕሙስ፣ ፈላፍል፣ ታቡሌህን ሻወርማን ምስ ዓለም ዘላለየቶ ውን ሊባኖስ እያ። ሓያል ናይ ቡን ባህሊ ዘለዋ ሃገር ውን እያ። ወግዒ ቡን ኣብ ሊባኖስ ክቡርን ልክዕ ከም ናትና ብንኣሽቱ ፈናጅል ዝስተይን ንንውሕ ዝበለ ሰዓታት ዝጸንሕን እዩ። ኣገልግሎታት ኢንተርነትን ቴክኖሎጂን ዘለዎም እኳ እንተኾኑ፣ ሊባኖሳውያን ግን ልክዕ ከማና ምስ ሰብ ሓቢርካ ምዕላል ዘዘውትሩ ህዝቢ'ዮም ንሊባኖስ ካብ ካልኦት ሃገራት ፍልይ ከም እትብል ዝገብራ፣ ኣብ መላእ ዓለም መወዳድርቲ ዘይርከቦም ድንቂ ናይ ታሪኽን ተፈጥሮን ቅርስታት ኣብ ከርሳ ሓቚፋ ዘላ ሃገር ምዃና'ዩ። ንኣብነት ክኾነና ብዛዕባ'ቲ ዓቢ ቤት መቕደስ ባልቤክ ገለ ኣገረምቲ ምስጢራት ከነውግዓኩም። ሮማውያን ካብ ዝሰርሕዎም ኵሎም ቤት መቕደሳት፣ እቲ ኣዝዩ ግዙፍን ክሳብ ሎሚ ከይፈረሰ ቈይሙ ዝቕጽል ዘሎን ቤት መቕደስ ኣብ ከተማ ሮማ ወይ ኣብ ጥልያን ዘይኰነ ኣብ ሊባኖስ ኢዩ ዝርከብ። እዚ ቤት መቕደስ ጁፒተር ወይ ድማ ቴምፕል ኦፍ ጁፒተር ተባሂሉ ዝፍለጥ ስፍራ ነፍሲ ወከፎም ክሳብ ሓደ ሽሕ ቶን ዝምዘኑ ገዘፍቲ እማን ዘለዎ ኰይኑ ኣርኪዮሎጂስት ዓለምና ድማ ክሳብ ሎሚ ብኸመይ ጥንታውያን ሰባት ነቲ እማን ከልዕልዎ ከም ዝኸኣሉ ኣብ ምምርማር ይርከቡ። ብተወሳኺ ናይዚ፣ ደቂ ሰባት ንሸውዓተ ሽሕ ዓመታት ብዘይምብታኽ ዝነበሩላ ካብ ጥንታውያን ከተማታት ዓለምና ዝኾነት ባይብሎስ ወይ ብቋንቋ ዓረብ ጅበይል፣ ኣብዛ ሃገር እያ ተደኲና እትርከብ። እዛ ከተማ ርእሰ ከተማ ፍንቄኣውያን ዝነበረት ኰይና፣ እቲ ኣቐዲምና ሓቢርናኩም ዝጸናሕና ናይ መጀመርታ ፊደል ወይ ኣልፋቤት ኣብዚ ቦታ እዩ ተፈጢሩ። እቲ ካልእ ኣገራም ነገር ናይዚ ቦታ ከኣ እቲ ባይብል ወይ መጽሓፍ ቅዱስ ዝብል ቃል ንባዕሉ ባይብል ዝብል ስም ዝተጠመቐ ካብ ስምዛ ባይብሎስ እትበሃል ከተማ እዩ። ኣብዞም ታሪኻውያን ቦታታት ጥራይ ከይተሓጽረት፣ ኣብ ጎቦታት ሰሜናዊ ሊባኖስ ዝርከቡ ኣግራብ ሲደርስ እግዚኣብሄር ወይ ድማ ሲደርስ ኦፍ ጋድ ዝበሃሉ ኣግራብ ሓቚፋ ትርከብ እውን እያ ሊባኖስ። እዞም ናይ ኣስታት ሰለስተ ሽሕ ዓመታት ዕድመ ዘለዎም ኣግራብ፣ ጥንታውያን ፈርዖናውያን መራክብ ንምስራሕ ንጉስ ሰሎሞን ድማ ቤት መቕደስ ንምህናጽ ኣብ ጥቕሚ ዘውዓልዎም ኮይኑ፣ ኣብዚ ሎሚ ግዜ ድማ ኣብ መዝገብ ቅርሲ ዓለም ዩኔስኮ ተመዝጊቦም ኣብ ትሕቲ ሓለዋን ጽኑዕ ክትትልን ይርከቡ። እቲ ካልእ ኣገራሚ ተፈጥሮኣዊ ቦታ ሊባኖስ፣ እቲ ኣብ ውድድር ኣደነቕቲ ተፈጥሮኣውያን ነገራት ዓለምና ማለት ድማ ኣብ Seven Wonders of the World ንኽሰፍር ክሳብ ምሕጻይ ዝበጸሐ ኣገራሚ ብኖራ ዝተሰርሐ ኣኻውሕ ዝውንን በዓቲ ጀዐይታ'ዩ። ኣብ ዓለምና ካብ ዘለዉ ኣብ ውሽጦም ኣገራም ተፈጥሮኣዊ ቅርጺ ሓቚፎም ዘለዉ በዓትታት ብቐዳምነት ዝጥቀስ ኮይኑ፣ በጻሕቲ ድማ ኣብ ትሕቲ'ቲ በዓቲ ኣብ ዝርከብ ሩባ ብጀላቡ ክዛወሩ ይረኣዩ። ናብ ሊባኖስ ደዊልኩም ደሃይ ዘመድ መሓዙት ክትገብሩ ምስ እትደልዩ ፕላስ ትሽዓተ ሚእትን ሱሳን ሓደን መእተዊ ኮድ እታ ሃገር እዩ። ናይ ሊባኖስ ናይ ሰዓት ዞን ማለት ታይም ዞን ኣብ ግዜ ክረምቲ ኣብ ኢስተርን ዩርፕያን ታይም፣ GMT plus two፣ ዝርከብ እንክኸውን ኣብ ግዜ ሓጋይ ድማ ናብ ደይላይት ሰቨን ታይም፣ GMT plus three፣ ይቕየር። ስለዚ መብዛሕትኡ ግዜ ምስ ኤርትራ ሓደ ዓይነት ኣቆጻጽራ ሰዓት እትጥቀም ኮይና ኣብ ግዜ ክረምቲ ግን ብሓደ ሰዓት ድሕር ንድሕሪት ተመሊስና ታሪኽ ምስ እንብርብር እታ ካብ ጀመርቲ ስልጣነታት ሓንቲ ዝኾነት ፍንቄ ብኸበድቲ ብድሆታት ዝተፈተነት እንተኾነትውን ህዝቢ ሊባኖስ ግን ልክዕ ከም ገረብ ሲደር እቲ ሃገር ኣካል ቅርሱን መንነቱን ጌሩ'ዩ ዝቖጽራ። እታ ኲናት ዘዕነዋ ፖለቲካዊ ቀውስን ሸለልትነት ዘስዓቦ ነትጉን ዘድመያ ቁጠባዊ ቅልውላው ዘጎበጣ ግን ከኣ ብዙሕ ግዜ ካብ ሞት ክትትስእ ዝተራእየት በይሩት ድማ እተን ዓሰርተ ሸሞንተ ሃይማኖታት እታ ሃገር ብሰላምን ስኒትን ከም ዝነብራ ጌራ ብምሕቋፍ ምልክት ሓድነት ሊባኖሳውያን ምዃና ተመስክር። ክቡራት ተኸታተልቲ መስትያት ዓለም ንሎሚ ዘዳለናዮ ንሃገረ ሊባኖስ ዝድህስስ ትሕዝቶ እዚ ዝተኸታተልክሞ እዩ ነይሩ። ኣብ ቀጻሊ ብዝተፈልየ መደብ ክሳብ እንመጻኩም ሰላም ቅነ።